ሰላም ሰላም ዩቲብ ሎማዓንቲ ካኣ ብዝገርም ቪድዮ መጺኹ ኣለኹ ሎማዓንቲ ብናይ ዓዉቻ ማለት እዩ ንሳሚ ሳፕራይዝ ገይርዋ ኣሎ ንወረኣ ክንገብር ኢና ሰብስክራይብ ምግባር ክትርስዑ ናብ ቪድዮ
ንውሽጠይ መን ምዃንኺ ንስኺ ሓጺር ሕቶ ሓጺር መልሲ ንስኺ መን ኢኺ? መን? እወ ንስኺ።
ጋይስ ዓወት ቸባስ ብጣዕሚ እዩ ዝምቸኒ ብጣዕሚ ማለት እዩ በቃ ኣብ ዝሰርሖም ነገራት ኩሉ

ቤተሰብ ሎማዓንቲ ናባኩም ልመፅኹ ካብዚ ናይ ኩሉ ቪድዮ ፍልይ ልበለ ቪድዮ ናይ ዘለኹም መፅየ እነሆ ቅድሚ ላብዚ ቪድዮ ምእታይና ግን ሓደ ነገር ክናገረኩም ያው ቤተሰብ ኣብዚ ደረጃ እዚ ንክንበፅሕ ፅቡቅ ነገር ክንሐልፍ ኣብ ፅቡቅ ደረጃ ክንበፅሕ ልገበርኹምና ብናይኹም ሞራል ብናይኹም ምብርትታዕ ብናይኹም ኮሜንቲ እሞ ካብ ልቢ ካብ ልቢ ነመስግን ሞር ለካብ ዝብላዓሊ ኣብ ፅቡቅ ደረጃ በፂሕና ሃም ንሐጉሰኩም ተስፋ ይገብር ካብኡ ብምቕፃል ኣብ ጎነይ ኮይና ብዙሕ ስራሕቲ እናሰረሐት ምህረት ሳምረዋይ ካብ መርዓ ጀሚሩ ካብ ፕሮሚስ ካብኡ ቀፂሉ መርዓና ቪድዮ ላሰርሕና ብዙሕ ብዙሕ ዓይነት እና ክልቴና ቪድዮ እሳ ፕራንክ ትገብረኒ ኣነ ለፕራንክ ይገብራ ሕና ትፈድሕ ሕነ ላፈደኹ መፅያ ያው ሕዚ ግን ካብኡ ወፅየ ንሳምራዊ ብዙሕ ግዜ ናብ ስራሕ እየ ትኹረተይ ዝገብር ግዜ ህበያ ኣይፈልጢ ሶ ሎማዓንቲ ንሳምራዊ ግዜ ክባ ካብ ስራሕ ወፂና ንክትዝናና ጓል ሀምዃና መጠን ግዜ ሂበ ክሕጉሳ ሀም ባዓልቲ ገዛይ ሀም ሰበይተይ ልክሕጉሳ ና ስብኣይ ስራሕ ልክሰርሕ ሎማዓንቲ ሓሲበ እኔኹ ያው ምሳዮ ኮንኹ ቤተሰብ ላኣ ልተወሰና ላዕሊ ግብኣ ውህብቶ ክኣ ሓስዮ ኒኦኽ ቤተሰብ ኣብ ጎኒ ኹንኩም እስካብ መጨረሻ እዚ ቪድዮ ዝወድኦ። ያው ብዙሕ ግዜ ኣወዳት ናብ ስራሕና ፎከስ ላገርና ልብዓልቲ ገዛና ልፍቅረኛና ግዜ ኣይንሃይ ናብ ስራሕ ኢና ንጓየ ግን ናብ ስራሕ ምጉያይና ሕማቅ ነገር ሓሲና ለይኾነስ just ንምቕያር ህይወትና ንምቕያር ሓዳርና ገዛና ንምቕያር እዩ ኣነ ለ ብዙሕ ግዜ ንሳምቡራይ ፍቕሪ ህበያ ኣይፈልጥ ኩሉ ሻዕ ናብ ስራሕ ንፀዳድፍ ፀደፍደፍ ስለልብል እሳ ለባኦም እያ ቀሪፃትኒ ሎማዓንቲ ሃምዚ ሰርፕራይዝ ገብራ ተለኹ ዝኾነ ውብተካ ተለኹ ናይ ፍቕሪ ግዜ ካ ተለኹ እንድዒ ልኾነ ልኾነ ሓድሽ ነገር ምዃኑ ልኾነ ክገርማ እዩ ልል ሓስብ ሶ ኣውዳት ኩላትና ንሞክሮ ንበዓልቲ ገዛና ንፍቅረኛና ዝኾነ ካብ ዝደለና ግዜ ቆሪፅና ንፍቅረኛና ንሰበይትና ግዜ ንሃብ ንሰበይትካ ይኹን ንፍቅረኛካ ይኹን ምንም ዓይነት ግዜ ክህል የብሉይ ሓደ ኢለ ጀሚረ እኒኦ ከዓነ ክሙክር እዮ ዝኾነ ወውትካ እዮ ተተሳኪዕለይ ሓሪፍ ደስ ኢልዋ ሳምራይ

ኣብዚ ከተማ እዚ ካብ ሰብ መኪና ኢዩ ዝበዝሓ። ሓሪፍ
ያው ሳምራዋይ ሎማዓንቲ ያው ዝለቆፀሩ ክትከዲ ያው ትፈልጢ ኢኺ ካብ ንጋኖ እስካብ ሕዚ ፍቅርና ሃምለሎ ኮይኑ ግን ሞር ብዙሕ ግዜና ናብ ስራሕ እዩ ፀደብተት ንብል ኩሉ ሻዕ ማዓንቲ ናዚ ተጠያቂ ክኮን ንክእል ኣነ እየ ተርድክ ሳምራዋይ ናይ ፍቅሪ ግዜና ክነሕልፍ የካኣልና እዩ ዝለኣክ ክባሃወል ግቡኦ ግዜ ኩሉ ክክ ኢካ እንኮይና ብጣዕሚ ሶሪ ሳምራይ
ንምንታይ ሙስል ክሳክንደይ ዝሓዝለለ ናይ ኣድማስ ፍቅሮም በጣዕሚ ዘቅንእ ጋይስ በቃ ደይ በዚ ዝረእክዎ ማለት እዩ ፍቅሮም ዘቅንእ እዩ ዝመስል እስካብ መጠረሻ ንረዮ ስጦታ እውን እንታይ ከምዝኮነ እቲ ጊፍቲ እውን እንታይ ከምዝኮነ ንረዮ ኢና ጋይስ ብሓደ ዝተወሰነ ህይወትና ንቀይር ንኮነ ትሕዝሞ ድሓር ትዝናና ከምኡ እየ ዝሓስብ ኣነና

ዝደልየኒ ካሊእ ለላ የሳድድ ማለት
መቸም ቅርሺ ክዘር ወይ ስራሕ ክዘር ችት ገይረ ካደግኒ ሳምሪ ኣኹን ቤተሰብ እስካ ሕዚ ለኪ ማንተስ ዓምዚ ፀሒ ዘኪ መርዓት ሞሪዕና ካስ ብኩሉ ሰብ ይገርሞ ይራ መርዓት ሞሪያ ካስ ሰሙን ዲ ክልተ ሰሙንስ ዝኾነ ይጥፋ እዩ ግዛዕ ኢሎምኒ ኣይፈልጦ ያና ሕጽኖት እዩ ዝዝሕል በሃሊ ነይሩ ኣይፈልጦይ ሰሙን ክልተ ሰሙንስ ካብ ኩሉ ካብ ቤተሰብ ካብ እንትን ጠፊእኻ ምርጥ ግዜ ንዓልካ ተሕልፍ ይበሃል ግን ኣሕና ኣብ ሳሳይ መዓልቲ ኢና ቲክቶክ ዝጀመርና
ፅባሒት እምበ ቀዳማይ መዓልቲ ኢና እናስ ልዕሊ ማንም ንፋቶ ኢና ንፋቐርና ግን ጀስ በቃ ስራሕ ክትዓቢ ክትልወጥ ተደሊኻ ኣለና ሓደ ሓደ ሻዕ ደስታኻ ትቐንስ ኢኻ እናሳምሮን ወይኔ
ጋይስ ጋይስ ጋይስ ፍቅሮም ብጣዕሚ እዩ ዘቅልል በዚ ዝረእክዎ እንዮ ወይኔ ይመችኻ ይመችኻ ኣውጮ ይመችኻ ኣቲ ሕሙልኺ ግን ማርያም እግዚኣብሔር ምርጫ ይተኻልኺያ ዘራይ ድኮያ ናብዚ ምፅያት ንበይ

ናይ ግዜ ለይሃብኩዋ ገለ ኢልካስ ኣይትሕሰብ ኣብ ሕድሕድ እንቅስቃሴኻስ በቃ ፎርያ ኢኻ ትምገብ ናሃትይ። እሱ ግዴታ እዩኮ ንኣኺ ከኹርኪ ወይ ንመዙ ፍቅሪ ከርእየኪ ግዴታ እዩ ሳምራይ ግን ሞረላ ከምዚ ውጽእ ኢልኻ ሻሂ ቡና ምዝንናይ ልኾነ ኣብ ደስ ባል ቦታ ከድኻ ንሰበይትኻ ግዜ ምሃብ ዝዓይ ረኡኹ። ግዜዶ ክንብል ግዝያዊ ካብ ኣነ ኣብ ደገ ወጺእና ሻሂ ቡና ክንበሃል ገለ ኣብ ገዛና ኮይና ብሓደ ክንጫወት ክንስሕቅ ደስ ኢለኒ። ማራማ። ኣረ ከምዚኣ ጓል ትሓውኩም ጋይስ ጋይስ ብጣዕሚ ኣረ ይመችወን ይመችወን ተመችዩኒ በቃ ፍቅሮም ብጣዕሚ ተመችዩኒ ብጣዕሚ ጋይስ ያበደ ይመችዎ ደስ በሃሊ በቃ እቲ ፍቅሮምስ በቃ በቃ ደስ ኣሎ ዝኮነ ቃል ስኢኖ ኣለዋ ግን ብጣዕሚ ደስ ትብል ፍቅሪ እንዲኩም።
ባይ ዘ ወይ ቤተሰብ ሳምሬ ኣነ ልፎትየላ ባህርያታ እዩ መሲልኩም ሐዚ ሶሻል ሚድያ ማለት ኻሊእ ነገር እዩ ውሽጣዊ ማንነት ካለ ኻሊእ ነገር እዩ እና ሳምሬ ናብ መጨረሻ ምርጥ ቆልዓ እያ በቃ ብጣዕሚ እግዚኣብሔርን ሳምራይ ኣብ ዕድሜኺ ወይ ግዛ እንትን ዘይኾነስ ዝሓቂ እያ ማንነታ ምስ ሰለለዋ ኣቀራርባ

ንሳምርየ ክንሕጉሳ ፍቅርክና ኩለኩም ናተሓጋገዝና ሓሪፍ ልክንኮን ተስፋ ይገብር እና ሳምርየ ብጣዕሚ እየ ልፎትየኪ ልዕሊ ማንም እየ ለክብረኪ ዛምበይተይ ካብ ሐዚ ላብ ቢያነስ ተገዲ ዓው ስም ዓውቼ ናፍቲ ጊፍት ሕለፍ በጃኻ ናፍቲ ጊፍት ሕለፍ ኣነ ሃይጸ ማርያምን ሃይጸ ብጣዕሚ ጋይስ ኣይሃጸጽኩምን ብጣዕሚ ሃይጸ እቲ ጊፍት እንታይ ከምዝኾነ

ኣነ ኣኪ ጋብዘ ከይ ፈሊጠ ክራሰንያ ግዛዕ ግዛዕ። እወ ኣረ ሽንተይ ተጥሒ ምጽማድ ናይ ሒሳብ ላ ሓሪፍ ሰባይ እና ናዚ ምጥቕላል ሓንቲ ነገር ልተወሰና ኣቲ ላኸ ይምጥነክ ሳምራይ ምክንያቱ ላኸ ካሊ ካሊ ልግበክ ይፈልጥ እያ
ግን ኣም ሰበይተይ ግን ሃብ መጀመርያ እዩ

እምበይ በዚሒ ነው ደለ ንቅጽል ደሞ ንኣ ክትገልጽ ክያ ልበልክዋ ሕጽር በለት ግጥምን እያ መን እዩ ገጢምዎ ባዕለ እዩዋ ብግጥምና ጎዝ ከይ ሰምራይ ያምን እያ እቲ ካብኡ ግን ናሎማዓንቲ ግጥሚ ፍልይ ለብሎ ትቅበልኒ ኢኺ ንስኺስ ትቅበልኒ እሞ ደርፊና ንደርብ ኖኖኖ ግጥሚ ኣርእስታ

ዝሓለወት ክብራ ኣርሒቓ ጠማቲት ንጊዙ ዘይኾነት ተስፋ ተጎልቢባ ትስጉም ንቕድሚት መን ኢኺ ንስኺ ኣነ እወ ንስኺ ፈንተኽ ዘይትብል ኣብ ዝኣመነትሉ ፅዕንቲ ፈንተኽ ዘይትብል ኣብ ዝኣመነትሉ ፅንዕቲ መኽበሪት ወለዳ ንኣሚና እምንቲ ፀዋር ኣቃል ወይኔ ግጥሚ ወየ ግጥሚ ግጥሚ ውን ገይ ግጥሚ ላለ ጋይስ። ኧረ ገለ በሉ በስማም ኧረ ዓዊቸው ብትራ ኧረ ይመችኻ ኣብ ስሩ ይመችኻ ይመችኻ ብጣዕሚ ትመቸው ይመቸው ኹሉ ንውሽጣ ኻሊት ኣመለይ ምንም ዘይወጻ መን ኢኽ ስኽኝ ኣነ እወ ንስኽኝ ዘመን ተሻጋሪ ዘይነጽፍ ፍቕራ ለጋሲ እዝውቲ መን እሞ ከምኣ ደጋጊመ ይጥየቕ ንውሽጠይ መን ምዃንኺ ንስኺኝ ሓጺር ሕቶ ሓጺር መልሲ ንስኺ መን ኢኺ እወ ንስኺ
እኽያ።
የስዕብ ድዩ?

ተሸንፍያ። ዋው ይመችኻ ኦቾ በቃ ይመችኻ ይመችኻ ይመችዎ ይመችዎ ጋይስ በቃ ብጣዕሚ ይመችዎ ዳብሊው ዳብሊው ዳብሊው በቃ ተመችኒ በቃ እቲ ግጥሞም ገለ እቲ በቃ ይመችዎ ይመችዎ ያበደ ያበደ እስካብ ብኻሊእ ቪድዮ ንራኸብ ናብ ቻናለይ ሓደስቲ ዝኾንኩም ሰብስክራይብ ምግባር ከይትርስዑ ይመችኹም።